ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግስየ ሎማዓንቲ ከዓኒ ብኻልእ ስራሕ ብኻልእ ቪድዮ መፅኤኩም ኣለኹ ናይ ሎማዓንቲ ቪድዮና ድኸውን ኣብ ዝሓለፈ ግዜ ብቐዳማይ ሓንቲ ፊልሚክ ፕሮ ትብል ኣፕሊኬሽን ኣርእየኩም ነይረ እታ ፊልሚክ ፕሮ ቅድሚ ሕጂ ዘይረኣኹማ እንድሕር ኣለኹም እዚ ኣብዚኣ ትሪእዋ ዘለኹም እያ እታ ኣፕሊኬሽን እዛ ኣፕሊኬሽን እዚኣ ቪድዮ ንምቕዳሕ ብዙሓት ሰባት በታ ምስ ሞባይልኩም ዝመፀ ካሜራ ኢኹም ትጥቀሙ። እዚ ግን ብዙሕ ምርጫ ኣለዎ። እዚ ኣፕሊኬሽን እዚ ብጣዕሚ ብዙሕ ምርጫ ኣለዎ። ልክዕ ከም ዲኤስኤልኣር ካሜራ ወይ ከዓ ከም በዓል እዘን ዓበይቲ ካሜራታት ክሳብ ፊልም ገለ ክትቀድሓሉ ትኽእል ኢኻ። እዚ ኣፕሊኬሽን እዚ ዳውንሎድ ክትገብርዎ ብዙሓት ሰባት ፈቲንኩም ኣብ ፕሌይ ስቶር ገንዘብ ኣሓተና ኣሎ ኢልኩም ኣለኹም። ነቶም ገንዘብ ድሓተተኩም ከመይ ጌርኩም እዛ ኣፕሊኬሽን እዚኣን ካልኦት ንዓኣ ዝመስሉ ወይ ከኣ ካልኦት ኣፕሊኬሽን ከምኡ ገንዘብ ዝሓተተኩም ከመይ ጌርኩም ብነጻ ተውርድዎ ሎማዓንቲ ከርእየኩም እየ እቲ ብነጻ ተውርድልዎ ዌብሳይት ወይ ከኣ እታ ሽሙ ሕጂ ከርእየኩም እየ ቅድሚ ናብኡ ምእታውና ግን ነዝ ቻነል ሓደሽቲ ዝኾንኩም ሳብስክራይብ ዘይገበርኩም ሳብስክራይብ እንዳገበርኩም ቤተሰብ ናይዛ ቻነል ክትኮኑ ብትሕትና ንሓተኩም ቀጥታ ናብቲ ትምህርቲ ክወስደኩም እዩ ሕጂ እቲ ትምህርቲ እቲ ኣፕሊኬሽን ኣበይ ብነጻ ዳውንሎድ ከም ትገብርዋ ከርእየኩም እየ ኣነ ኣብዚ ሞባይለይ እንዳተንከፍኩ ከርእየኩም እየ ብሞባይል ኣብዚ ጎኒ ትርእይዎ ኣለኹም ንዓኹም ኣብዚ ክረኣየኩም እዩ ሕጂ ቀጥታ ናብቲ ዌብሳይት ክወስደኩም እየ እቲ ዌብሳይት ሞድሮይድ ዳት ኮም እዩ ዝበሃል ሞድሮይድ ዳት ኮም ኣብ ላዕሊ ትሪእዎ ኣለኹም ምልክት ገይረሉ ኣለኹ ሞድሮይድ ዳት ኮም ኢልኩም ኣቲኹም ኣብዛ ናይ ሰርች ቦታ ዝደለኹም ዓይነት ኣፕሊኬሽን እታ ትደልይዋ ዘለኹም ትፅሕፉላ ኣብዛ ላዓሊ ሰርች ትብል ዘላ ኣብኣ ጽሐፉላ ኣነ ሕጂ ኣብ ፕለይ ስቶር ኣትየ ገንዘብ ዝሓተተኒ እሞ ኣብዚ ብነጻ ከመይ ጌረ ከም ዘውርዶ ከርእየኩም እየ ሓንቲ ኣፕሊከሽን ከምኣ ጌረ ዳውንሎድ ጌረ ከርእየኩም እየ ንስኻትኩም ዘድልየኩም ኣፕሊከሽን ከመይ ጌርኩም ዳውንሎድ ትገብሩ ኣብኡ እንዳኣተኹም ቼክ ትገብርዋ ቀጥታ ናብቲ መጀመርያ ናብ ፕለይ ስቶር ክንከይድ ፕለይ ስቶር ክኣቱ እየ ፕለይ ስቶር እዚኣ ኣብ ቅድሚት መጽያትለይ ዘላ ትርእይዋ ኣለኹም እዚኣ ፕሮካም ትብል ደላ ፕሮካም ኤክስ እያ ትበሃል ገንዘብ ትሓተኒ ኣላ ኣብዚ ታሕቲ ትሪእዎ ኣለኹም ኣብዚ ምልክት ገይረሉ ዘለኹ ብቐይሕ እቲ ምልክት ይረኣየኩም ኣሎ ኣብኡ ራይዎ ሓምሳን ሰለስተን ክሮነር ይብላ ኣሎ ሓምሳን ሰለስተን ክሮነር ኣሓተኒ ኣሎ ኣነ ግን ብነፃ ኣውሪደ ከርእየኩም ሕጂ ኣብዚ ኣብ ፕሌይ ስቶር ቀዳማይ ገለ ገሊኡ ዝተዓፅወ ኮይኑ ግን ከም እንታይ ሽሙ ብነፃ ኣለዎ ብነፃ ኣለዎ ርኣይዎ ሓደ ሚልዮን ሰብ ዳውንሎድ ገይርዎ ኣሎ እዛ ካልእቲ ግን እዛ ቁፅሪ ክልተ ዘላ ሓምሳን ሰለስተን ክሮነር ትሓትት እዛ ቀዳመይቲ ገለገሊኡ ዝተዓፀወ እዩ ማለት እዩ ኣብ ቀዳመይቲ ዘላ ገለገሊኡ ዝተዓፀወ እዩ እዛ ገንዘብ ከፊልካ ትወርድ ግን ሙሉእ ብሙሉእ ክፉእ ዝተኸፈተ ኮይኑ ቪድዮ ክትቀድዕሉ ትኽእሉ ኢኹም ካሜራ እውን ክትስእሉ እዚኣ ንእግረ መንገደይ ይሕብረኩም ኣለኩ ክትጥቀሙላ ትክእሉ ኢኩም ኣነ ብዙሕ ግዜ ኣይተጠቀምኩላን ግን ጽብቅቲ እያ እታ ቅድሚ ሕጂ ፈቲነያ ኔረ ጽብቅቲ እያ ንእግረ መንገድኩም ክትርእይዋ ትክእሉ ኢኩም ሕጂ ቀጥታ ረኣይዋ እዚኣ ካልኣይቲ ዘላ ገንዘብ ትሓተኒ ኣላ ሓምሳን ሰለስተን ክሮነር ኢላ ኣላ ኣብቲ ዌብሳይት ከይደ ዳውንሎድ ምስ ገበርክዎ ኣብዚ ዘሎ ሓምሳን ሰለስተን ዝሓተኒ ዘሎ ነጻ እዩ ድከውን ስለዚ ናብቲ እንታይ ሽሙ ክንከይድ ናብቲ ዌብሳይት እዚ ሞድሮይድ ድበሃል ሞድሮይድ ዳት ኮም ምስ ኣተኹ ኣብዚኣ ሰርች ትብል ታደልያ ደለኹ ይጽሕፋ ታደልያ ደለኹ ፕሮ ካም ኤክስ እያ ትበሃል ነለት ኣብዚኣ ፕሮ ካም ኤክስ ትበሃል እዛ ፕሮ ካም ኤክስ ኣብዚ ይደልያ ኣብዚ ነለትኩም ኣብዚ ታሕቲ ትሪዋ ኣለኹም ፕሮ ካም ኤክስ ኢላ ኣብዛ ታሕቲ ነለት ክሊክ ገብር ኣብ ታሕቲ ዳውንሎድ ዝብል ዘሎ ትሪእዎ ኣለኹም ዳውንሎድ ዝብል ዘሎ ዳውንሎድ ክብሉ እየ ንዑ ምስ ተንከፍክዎ ኣብዚ ትሪእዎ ኣለኹም ፕሮካም ኤክስ ኢሉ ኤችዲ ካሜራ ፕሮ ኢሉ መፂለይ ዘሎ ብቀጠልያ ፅሑፍ ዘሎ ምልክት ዝገብረሉ ዘለኹ ኣብኣ ትንክፉ ኣብኣ ምስ ተንከፍኩም ናይ ዳውንሎድ ምልክት ክመፃልኩም እዩ ናይ ዳውንሎድ ምልክት ኤፒኬ 4.7 ኤም ዘለዎ ንዑ ክሊክ ንገብሮ ንዓ ምስ ተንከፍናያ ነዚኣ ክሊክ ሂር ትብል ደላ ትሪእዋ ኣለኹም ምልክት ዝገብረላ ዘለኹ ክሊክ ሂር ትብል ደላ ንዓ ንትንክፋ ራይዎ ዳውንሎድ ዝብል መጺለይ ኣሎ ኣብ ታሕቲ ንዓ ዳውንሎድ ብላ ኣብ ታሕቲ ብጣዕሚ ፈጣን እያ ኣርባዕተ ነጥቢ ሸውዓተ ሜጋባይት ስለ ዝኾነት ሓጻር እያ ኦፐን እብላ ጀስት ዋንስ ብሎ ንዓኹም ቀጥታ ኢንስቶል ዝብል ክመፃልኩም እዩ ኢንስቶል ትብልዎ ትሪእዎ ኣለኹም ኢንስቶል ብሎ ተስፋ ገብር የቕልጥፈኩም የለኹን ኢለ ይፅበ ኢንስቶል ገብር ኣሎ ቁሩብ ክንፅበ ኢና ኣብ ዳርጋ ዝበዝሕ ኣብ ገንዘብ ዝሓተኩም እንድሕር ኣሎ ኣብዚ እንዳ መጻኹም ብዙሓት ዌብሳይታት ኣለዉ እዚ ቅልል ዝበለ እየ ዘርእየኩም ዘለኹ ካብዚ ዝሓሸ ውን ክትረኽቡ ትኽእሉ ኢኹም ስለዚ ኣብዚ ነህለኩም ዳን ወይ ከኣ ኦፐን ንብላ ኣሎ ኣነ ዳን ክብሉ እየ ሽዑ ናበይ ክንከይድና ናብቲ ፕለይ ስቶር ከርእየኩም መታን ናብ ፕለይ ስቶር ክንከይድና ፕለይ ስቶር ምስ ኣተና ራይዎ እቲ ዓንተወይ ሓሙሽተ ሚእቲ ሽሕ ሰብ እዩ ዳውንሎድ ገይርዎ ምሽ ኢለኩም ነይረ ራይዎ ኦፐን ድብል ይመጽዩ ኣብ ካልኣይቲ ኣላ ምሽ ኢለኩም ነይረ ራይዋ እታ ካልኣይቲ ዘላ ኢንስቶል ድብል ኣሎ ነለኩም ሕጂ ኦፐን እዩ ድብል ገንዘብ የብሉን ሪኢኹሞ ኦኬ ኦፐን ኢልና ክንሪኦ ኦፐን ምስ በልክዎ ከምዚ ኢሉ እታ ሽሙ ክሓተኒ እዩ ኣለው ብሎ ኣለው ብሎ ኦኬ በቃ ከም ዝትሪእዎ ዘለኹም በቃ ልክዕ ከምዛ ዝረኣኹማ ሕጂ ብነጻ እያ ትወርድ ብነጻ ኣውሪደ ይጥቀመላ ኣለኹ ንስኹም ከኣ ከምዚ ጌርኩም ክትጥቀሙሉ ትኽእሉ ኢኹም ካልእ ዋላ ሓንቲ ዝተፈልየ ተኣሽሙ የለን ካልኦት ብዙሓት ኣፕሊኬሽናት ከምዚ ጌርኩም ደስ ዝበለኩም ኣፕሊኬሽን ክተውርድሉ ትኽእሉ ኢኹም። ኣነ ተማሂረሉ እየ ተጠቂመሉ እየ ትብሉ እንድሕር ኮንኩም ካልኦት ሰባት ንኽበጽሖም ሼር ግበርዎ። ናይ ሎማዓንቲ ትምህርትና እዚኣ ትመስል ኔራ። ካልእ ተወሳኺ ሕቶ ተለኩም ከምዚ ናይ ሕጂ ኮመንት ተጽሒፍኩምለይ ክምልስ ይኽእል እየ ክሰርሓልኩም ይኽእል እየ ቪድዮ። ሓውኩም መንግሰ እየ ብኻልእ ቪድዮ ብኻልእ ስራሕ ክሳብ ንራኸብ ወድዓንኩም።